ክርስቶስ ኣብ መስቀል ዝገብሮ ነገር ስለ ዘይርድኦም ኩሉ ግዜ እንታይ ይገብሩ ናይ ገዛእ ርእሶም ስራሕ ክሰርሑ ትረኽቦም ኢኻ ማለት እዩ። ወይ ብገዛእ ርእሶም ንኣምላክ ከሕምስዎ ኢሎም ብዙሕ ግዜ ጻዕርታት ይገብሩ እዮም። ወይ ከዓ ብገዛእ ርእሶም ሲ ኣብ ቅድሚ ኣምላክ ከቑምዋ ዝደልዩ ብዙሓት ሃይማኖታውያን ብዙሓት ሰባት ንረክብ ኢና ማለት እዩ። ነገር ግን ኣምላክ ዝገበሮ ኣብ ክርስቶስ ብትክክል ክንርድኦ ይግበኣና እዩ ኣምላክ ኣብ ክርስቶስ ዝገበሮ ነገር እስኪ ኦፌሶን ምዕራፍ ሓደ ኦፌሶን ምዕራፍ ሓደ ዕስራ ዓሰርተ ትሽዓተ ንበለ እሞ ነው መጎስ ከዓ መዝሙር ዳዊት ክልተ ሚእቲ ዕስራን ሽዱሽተን ሰለስተ ራእይ ንበል ዕስራን ሽዱሽተን ኩላትና ንርኣዮ። ኣምላኽ ንዓና ዝገበረልና ነገር ወይ ከኣ ክርስቶስ ንዓና ዝገበሮ ነገር ኣብ መስቀል ዝገብሮ ስራሕ ኢና ሎማዕትታ ንገብር ክንርኢ ዝሓለፈ ብዛዕባ ፍረ ህይወት ዝብል ርኢና ኣለና ሎሚ ንርኦ ግን እንታይ እዩ ስራሕ ክርስቶስ ወይ ከኣ ክርስቶስ ኣብ መስቀል ዝገብሮ ስራሕ ወይ ከኣ ኣምላኽ ኣብ ክርስቶስ ዝገብሮ ስራሕ ክንርኢ ኢና ክርስቶስ ንርእሱ ይኮነን ሞይቱ እስኪ መጀመርያ እታ

ጳውሎስ ከምኡ ስለ ዝበለና እዩ ኣብ ፍ ታሕታ ናይ መሕሽሞ እቲ ኣብ ክርስቶስ ዝገበሮ ግብሪ እንታይ ምዃኑ ሃ እታ መወዳእታ ናይ ዓስራ ትሽዓተ ኦፌሶን ሓደ ካብ ዓሰርተ ትሽዓተ እስካብ ዕስራ ዘላ ኢልካ ኣብ ላዕሊ እንዳገለጸ እንዳገለጸ ምስ መጸ እቲ ኣብ ክርስቶስ ዝገበሮ ግብሪ እንታይ ምዃኑ ክትፈልጥዎ ኢልና ኣሎ ግብሪ ኣገይ ኣብ ክርስቶስ ዝገበሮ ግብሪ እንታይ ምዃኑ ክትፈልጥዎ ይጽልየልኩም ኣለኹ። ኣምላኽ ኣብ ክርስቶስ ዝገበሮ ግብሪ ወይ ከኣ ኣምላኽ ብክርስቶስ የሱስ ዝገበሮ ንደቂ ሰባት ንዓና ንክርስትያን ወይ ከኣ ንዓለም ዝገበሮ እንታይ ምዃኑ ክትፈልጥዎ እንታይ ይገብረልኩም ኣለኹ ይጽልየልኩም ኣለኹ ግብሪ ገሩ ኣሎ ኣምላኽ ገሩ ኣሎ ኣብ መን ብክርስቶስ ዝገበሮ ግብርታት ኣሎ ብክርስቶስ ዝሰርሖ ስራሕ ኣሎ ግና እዚ እንታይ ምዃኑ ንዓኻትኩም ክትፈልጥዎ እንታይ ይገብረልኩም ኣለኹ

መስቀል ማለት መከራ ማለት እዩ። መስቀል ማለት ታይ ማለት እዩ? መከራ ኣምላኽ ሲ ክርስቶስ ሲ መከራ ዝረኸቦ ስሌና ዝተዋረዶ ዝተቐዝፎ ምኽንያት ንምንታይ ዕላማ እዩ ኢየሱስ ክርስቶስ መይቱ? ስለ ርእሱ ድዩ ሞይቱ? ስለ ሰረቐ ድዩ? ስለ ዝዓመጸ ድዩ? ስለ ዝዘመወ ድዩ? መክንያቱ ኣብ መስቀል ዝስቀል ዘበለ እንታይ ኢልዎ? ርጉም እዩ ኢሉና ኣሎ መጽሓፍ ቅዱስ ኣሜን ኣብ መስቀል ዝስቀል ዘበለ እንታይ እዩ? ርጉም እዩ። ስለዚ ኣብ መስቀል ኩሉ ግዜ ዝመጽእሲ ሓደ ነገር ዝገበረ ነገር ሰብ እዩ እንታይ ዝገብር ኣብ መስቀል ምስ ዓመጽቲ ከኣ እንታይ ገብረ ኢሉ ከም እተሰቕለ መጽሓፍ ቅዱስ ይዛረበና እዩ። የሱስ ክርስቶስ ምስ ዓመጽ እንታይ ገይሩ? ተሰቒሉ። ስለምንታይ? ከም ዓመጸኛ ኾይኑ እዩ ኣብ መስቀል ስሌና እንታይ ኮይኑ? ተሰቒሉ። ስለዚ የሱስ ዝገበሮ ኣብ መስቀል ብዙሕ ነገር ስራሕ ሰሪሑ ኣሎ መስቀል። ኣጌን ኣመን። ኣምላኽ ዓቢ ግብሪ ገበረልና ሓቀይ ሰ ኣምላኽ እስከ ኣምላኽ ዓቢ ግብሪ ገበረለይ በሉ ኣምላኽ ሲ እንታይ ገበረልና ዓቢ ግብሪ ገበረልና ንሕና ድማ ብኡ እንታይ ገበርና ተሓጎስና ኣምላኽ ሲ ብክርስቶስ የሱስ ሕጂ ሰባት እንታይ ገበሩ ኣምላኽ ዓቢ ግብሪ ገበረልና ኢሎም ኣብ ታርያ መርዓ ጥቕሲ ንሕና ከኣ እሞ እንታይ ገበርና? እወ፣ ማለትሲ እቲ ዝዓበየ እሱይ ኮነ ግን እግዚኣብሔር እንታይ በለና? እግዚኣብሔር ዓብይ ግብሪ ገበረልና ንሕና ድማ ተሓጎስና ክብል ከሎ ኢንክሉድ ማለት ንኩሉ ሰብ ኣብቲ ኣብኡ እንታይ ዝገብር ዘሎ ንሕና ድማ ብኡ እንታይ ገበርና? እስኪ ንሕና ድማ ብኡ ተሓጎስና በሉ። ንኩሉ ሰብ እዩ ግን እንታይ እዮም ዝገብሩ? ኣብ መርዓን ጥራም ሓዳነ ግዜ ሓንቲ ከኣ ናይ እዮብካ ኩሉ ከም ዝኽእል ነቲ ዝመደብካዮ ዝኽፍለካ ከም ዘየለ ብ ኣባኻ ኸኣ ነታ ናይ መርዓ ተወስኻ ንጽዋዕ ስለዚ እታ ናይ መርዓ ኣብታ ናይ መርዓ ንእትወን ኸ ነዚኤን ትረስያ ማለት እዩ ኣኬ ጽቡቅ ነገር እዩ ግን እግዚኣብሔር እቲ ናቱ ፐርፐስ እቲ ናቱ ዕላማ እሱይ ኣይኮነን እግዚኣብሔር ናቱ ዕላማ ሓደ ዕላማ እዩ እሱ ድማ ሰብ ካብ ሓደ ነገር ወዲቁ እዩ ካብ ሓደ ነገር ጠፊኡ እዩ ኻብቲ ናይ መጀመርያ ህይወቱ ወይ ከኣ ኻብቲ እግዚኣብሔር ብዕላማ ዝፈጠሮ ጉዳይ ስለ ዝወደቐ፣ ስለ ዝጠፍኤ፣ ስለ ዝመተ፣ ስለ ዝተፈለየ፣ እግዚኣብሔር ድማ ሓደ ነገር ገድሉ፣ ኻብቲ ዝወደቖ ነገር ንምምላስ ሓደ መስዋእቲ ወይ ከኣ ሓደ ዋጋ ከፊሉ ማለት እዩ። ሰብ ናብቲ ዝነበሮ ህይወት ንኽምለስሲ እግዚኣብሔር ባዕሉ እንታይ ገሩ ሰብ ባዕሉ ክምለስ ከም ዘይክእል እንታይ ገሩ እዩ ሰይጣን ጽቡቅ ርኣ ኣላግሽዎ እዩ ሰይጣን እንታይ ገሩ ወይ ኣጸቢቁ ካብ ኣምላክ ከመይ ገሩ ክርሕቅ ከም ዘለዎ ሰብስ ወሩ ካብ ኣምላክ ብሞት እዩ ዝርሕቅ

እግዚኣብሔር ድማ እንተሃገብር ንሰብ ክመልሰሉ እዩ። ናበይ? ናብቲ ናይ መጀመርያ ዕላማ፣ ናብቲ ናይ መጀመርያ መደብ፣ ናብቲ እግዚኣብሔር ዝመደበሉ ሓሳባት። እንታይ እዩ ዝበሃል ቃል ግእዝ? ሰለስተ ግብረ ሃዋርያት ዕስራን ሓሙሽተን ምስ ክረኣየለይ ምናልባት ሰለስተ ሕዚ መዳሓወይ ንሳቶም ግጠም የሱስ ክርስቶስ ጎይታይ ኣሜን ኣምላኽ ናዕና ዝገብሮ ነገር ምርዳእ እግዚኣብሔር ናዕና ዝገብሮ ነገር እንድሕር ተረዲእና እንታይ ንገብርና ፓውሎ ትለና ሓንቀርም ድሕነት ናብ ማርቆ ኣሎ ኣብ ዓርበት ኣይተከባብዳት ይለና እታ ትምህርቲ ኣይተከባብደን ምክንያቱ ሲኦል ከመይ እዩ ኢላትኒ ኣነሲ ሲኦልስ ከመይ እዩ ኢላትኒ ዲስኮ ስለ ትፍቱ ክለብ ናይት ስለ ትደሊ ኣብዛ ሕጂስ ኣብዛ ዕለት እቲኻሲ ከመይ ገራ ኣነስ ሓንቲ መዓልትስ ከዓ ትደሊ ኢላትኒ ሕጂ ሲኦልስ ከመይ ይመስለካ ኢላትኒ ሲኦል ዳ

ስለምንታይ? ኣይተረዳእናዮን። እቲ ኣምላኽ ንዓና ዝገበሮ ነገር ስለ ዘይርድኣና ወይ ከኣ እተ ክርስቶስ ኣብ መስቀል ዝገበረ ነገር እንታይ ንገብር? ኩሉ ግዜ ብተጽዕኖ ውሽጢ ንነብር ማለት እዩ። ብክሲ Life ወይ ከኣ ናብራ ንነብር። ኩሉ ግዜ ሕልናና ውሽጥና እንዳተወቐሰ፣ ኣእምሮና ኣተሓሳስባና እንዳተናወጸ እንታይ ይገብር? ይነብር። ክልተ ነገር ኣሎ። ሓደ ጽድቂ ዘይምግባር ሰብ እንታይ ክገብር ይኽእል እዩ? ውሽጡ ክኽሰስ ይኽእል እዩ ውሽጡ እንታይ ክበሃል ካልኣይ ከኣ ኣምላኽ ዝገበረሉ ነገር ዘይምርዳእ ድማ ፍሉይ ግዜ እንታይ ይገብር እዩ ዋላ ተረሲዑ ከሎ ዋላ ተመሊሹ ከሎ እቲ ናይ ቀደም ሓጢኣት እንዳዘከሮ ሰይጣን ይነብር እንዳተኸሰ ከኣ ይነብር ግን ኣምላኽ ኣብ ክርስቶስ ወይ ከኣ ብክርስቶስ ንደቂ ሰባት ዝገበሮ ነገር ትኽክል ምርዳእ ክህልወና ኣለዎ።

እግዚኣብሔር ካብ ምንታይስ ካብ ሓጢኣት መጀመርያ ዝመልስ በሉ ኣምላኽሲ መጀመርያ ካበይ ክመልሰካ ኣምላኽ ኣብ ሓጢኣት ከለኻ ኣይኮነን ዝባርኸካ ኣምላኽ ካብ ሓጢኣት መሊሹ ምንታይ ይገብረና ማለት እዩ ካብ ሓጢኣት መሊሹ ንነፍሲ ወከፍ ሰብ ከኣ ተኣርሞ ክባርኾ እግዚኣብሔርሲ ንበረኸት እዩ ጸዊዑና ማለት እዩ እግዚኣብሔርሲ ነታ ኣምላኽ ዝመደቦ ኣብ ህይወትና እዚ ድማ ሓደ በረኸት እንታይ እዩ ከረደእኩም ደልይ ናይ ዘላእለም ህይወት እታ ኣብ ኣምላኽ ዘላ ህይወት ኣባና መታን ክትህሉ እግዚኣብሔር እንታይ ገርና ናይ ዘላእለም ህይወት ይባሪኽና ናምበር ዋን ናምበር ዋን እግዚኣብሔር ዝባረኸና እንታይ እዩ እታ ምስኡ ዘላ ህይወት ኣባና እውን መታን ክትህሉ ገይርዋ ማለት እዩ። እግዚኣብሔር ዝባረኸና መጀመርያ እንታይ ናይ ዘላለም ሂወት ክፍልወና ኣጋንንቲ ስለ ተመለኹልኩም ኣይትተሓጎሱ ኢልዎም ሓቀይ ሕሙማት ስለ ዝፈወስኩም ኣጋንንቲ ስለ ዝወጹ ገለ መለ ዘይኮነሲ ናይ ዘላለም ሂወት ከም ዘለኩም ኣብ መጽሓፍ ሂወት ስምኩም ስለ ተጻሕፈ ደኣ በዚ እንታይ ግበሩ ተሓጎሱ ናይ እግዚኣብሔር ዕላማ እንታይ ከና ሰብ ናይ ዘላለም ሂወት መታን ክረክብ እዩ ሰብ ናይ ዘላለም ህይወት ስለዚ እግዝ ራይዋ እዩ ካበይ ይምፅእዎ ሓደ ሰይጣንስ እንታይ ኢለኩም እየ ኣብ ሓድ ንሰብ እንታይ ገይርዎ እዩ ካብቲ ሓሳብ ኣምላኽ ምሉእ ብምሉእ እንታይ ገይርዎ እዩ ኣውፅእዎ እዩ ኩሎም ሓጢኦም ክብሪ ኣምላኽ ድማ ስኢኖም ሓደ እኳ ፃድቕ የለን ሓደ እኳ እንታይ የለን ፃድቕ የለን ጎረሮም ክፉት መቃብር እዩ ብልሳውንቶም ኣብ ልሳውንቶም እንታይ ኣሎ ሕዚ ዝመንደን ይተሎ ኩላቶም ነናብ መንገዶም ከዱ ኩሉ ትሕቲ ሓጢኣት ምዃኑ ቅድሚ ኩሉ እንታይ ጌርና ኣለና ከሲስና ኣለና ኢሉ ሃዋርያ ጳውሎስሲ ንኹሉ እንታይ ገርዎ ኩሉ ኣብ ትሕቲ ሓጢኣት ምዃኑሲ ቅድሚ ኩሉ እንታይ ጌርና ኣለና ዓስቢ ሓጢኣት ከኣ እንታይ እዩ ሞት እዩ ስለዚ ሰብ እንታይ ኮይኑ እዩ ብሰሪ ሓጢኣት ወይ ከኣ ብሰሪ ሞት ካብ ኣምላኽ ተፈልዩ ስለ ዝኾነ ኣብ ናይ ሰይጣን መንግስቲ ኣቶናትይ ኣብ ትሕቲ ስልጣን ሰይጣን ብጎይታ ዘየሎ ሰብ እንታይ እዩ? ኩሉ ግዜ በይ እዩ? ኣብ ትሕቲ ስልጣን ሰይጣን እዩ። ኣምላክ ከኣ ካበይ ከውጻና እዩ መጺኡ? ካብ ትሕቲ ስልጣን ሰይጣን ኣውጺኡ። ከምቲ ቆሬስ ዜይርዎ ዘሎ ኣምላክ ሰይጣ ኣምላክ እንታይ ገርና ንወዱሲ ካብ ስልጣን ሰይጣን ወይ ከኣ ካብ መንግስቲ ሰይጣን ኣውጺእሲ ናበይ እተቱ ኣለና ናብ መንግስቲ ፍቅሪ ወዱ ኣለና ስለዚ ሰብ እንድሕር ድኣ ኣብ ትሕቲ ሰይጣን እዩ ኣትዩ ምስ ወደቀሲ ኩሉ ትብሉ እንታይ ኮይኑ እዩ ተገዛኢ ሰይጣን ሰይጣን ብምንታይ እዩ ዝገዝእ ብሓጢኣት እዩ ዝገዝእ ብሓጢኣት እዩ ዝገዝእ። መሳርሒ ቀዳመይቲ ኣጽዋር ሰይጣን እንታይ ኮይና? ሓጢኣት። ቀዳመይቲ ናይ ሰይጣን መሳርሒ ውድቀት ናይ ሰብ ሰ እንታይ እዩ? ሓጢኣት እዩ። ስለዚ ተኻፋሊ ሓጢኣት ክትከውን እዩ ዝደልየካ ሰይጣን እምበር ተኻፋሊ ጽድቂ ኣምላኽ ክትከውን ኣይደልን እዩ። That's why ሰይጣን ምኽንያቱ መሳርሒ እንታይ ስለ ዝኾነ። ሓጢኣት ስለ ዝኾነ ስለዚ ሓጢኣት ክንካፈል ይደሊ እሞ ብኡ ኸኣ እንታይ ገበረና ብሓጢኣት መንገዲ ኣምላኽ ብጽድቂ ይገዛእና ሰይጣን ድማ ብሓጢኣት ይገዝእ ናይ ናይ ሰይጣን ዕላማ እንታይ ሰብ ኣብ ቅድሚ ኣምላኽ እንታይ ክገብር ኣለዎ ክፉእ ነገር ክገብር ይደሊ ስለዚ ኣምላኽ ብቁጥዕ እንድሕር ድኣ ኮይኑ ብቁጥዕ ንሰብ ክትስኦ እንድሕር ድኣ ኮይኑ ሰይጣን እንታይ ክገብሮ ኣለዎ ንሰብ ማለት እዩ መንፈሱ ኣለዓዒሉ ስግኡ ክብሪቱ ኣለዓዒሉ ኣብ ቅድሚ ኣምላኽ ብቃ እቲ ክፉእ ዘበለ ነገር እንታይ ክገብር ክገብር ስለምንታይ እቲ ሰብ ክፍጠር ከሎ ብምስሊ ኣምላኽ ስለተፈጥረ እዩ። ብዕላማ ኣምላኽ ዝተፈጥረ፣ ብመልክዕ ኣምላኽ ዝተፈጥረ፣ እቲ ንኽብሩ ዝተፈጥረ ሰብሲ ኣብቲ ዘቖጥዕ ንኣምላኽ ክገብር ኣለዎ። እግዚኣብሄር ከኣ ንሰብ እንታይ ገብሮ ሽዑ እሞ ብቝጥዕኡ ንሰብ ይትስፎ። ሰብን ኣምላኽን ብምንታይ ተፈላለዩ እንተልና ብሓጢኣት መንገዲ ሰይጣን ንሰብ ካብቲ መንገዲ ኣምላኽ ብሓጢኣት ገሩ ንሰብ እንታይ ገርዎ ፈልይዎ። ስለዚ እቲ ንእግዚኣብሔር ዝተፈጥረ እቲ ንእግዚኣብሔር ዝት እግዚኣብሔር ብመደብ ዘምጾ ሰብሲ ናበይ መጺኡ መሳርሒ ሰይጣን ኮይኑ ማለት እዩ ስለዚ ኣም እዚ ሰብዚ እንታይ ወይ ዓለመጉዱር ሰብ ኢሉ ሃዋርያ ጳውሎስ ወይ ዓለመጉዱር ማለት ፓወርለስ ዓቕሚ ዘይብሉ ሓይሊ ዘይብሉ ናብ ደልዮ ዘይከይድ ነቲ ዝደለዮ ነገር ዘይገብሮ ምግባር እቲ ሰናይ ኣብ ውሽጠይ ኣለኒ ነገር ግን ሀ ሓይሊ ግን የብለይን ስለዚ ልክዕ ከምታ ቅድሚ ሕጂ ዝበልክዎም ኣውርያ ጳውሎስን እቲ ኣብ ቤት መቕደስ ኣፍ ደገ ዝነበረ እግሩ ዝለመሰን ሓደ እዮም። ነቲ ሓሳብ ዘምጸኦ መክንያቱ ጽድቂ ይደሊ ግን ምግባር ጽድቂ ሲኢኑ ኣብ ስቡ እንታይ ግን ሰብ ዝሓደረ ሓጢኣት ዘለዎ ስለዚ ሰብ ጽድቂ እናደለየ ግና ከ ነቲ ጽድቂ ምግባር ንምግባር ሓይሊ እንታይ ገሩ እዩ ሲኢኑ እዩ ስለምንታይ ባርያ ሓጢኣት ስለ ዝኮነ ባርያ ሓጢኣት ስለ ዝኮነ ናይ ሓጢኣት ተካፋሊ ስለ ዝኮነ ሞት ኣብኡ ኣብ ውሽጡ ስለ ዘሎ ስለ ዝመተ፣ መንፈሱ ስለ ዝሞተ፣ ሰብ በምንታይ እዩ ህያው ኮይኑ ዝነብር ተይልና ብናይ ውሽጢ ሰብነቱ መንፈሱ ህያው እንድሕር ኮይኑ ጥራይ እዩ ኣብ ቅድሚ ኣምላኽ ክቐውም ዝኽእል። የሱስ ክርስቶስ ጎይታ እዩ። ስለዚ ኣምላኽ ንዓና ዝገበሮ ግብሪ እስኪ ኣምላኽ እስኪ በሉ ዓብዪ ግብሪ ገበረለይ። ምክንያቱ ኣብ መዝሙር ዳዊት ድማ እንታይ ኢሉ መሰለይን ሀ ነገረ ግን ሀ ወዲ ኢኻ ኣበይ ተወሊዱ ኣብቲ መስቀል ኣብቲ ናይ መስቀል ስራሕ እየሱስሲ ነገርናን መሰልናን ኩሉ ኣብ መስቀል እንታይ ገርዎ ወዲእዎ መታን ታንገብር ንሕና ብህይወት መታን ክንነብር እግዚኣብ እቲ ናይ እግዚኣብሔር በረኸት ኣባና መታን ክኸውን እግዚኣብሔር እስኪ በሉ ክባርኸኒ እዩ ጸዊዕኒ። እግዚኣብሔር ንዓና እንታይ ክብል ጸዊዑና? ኣምላኽ ንዓና ክባርኸና እዩ ጸዊዑና። መጠቀምያ ዘይኮናስ ተጠቀምቲ በረኸት ኣምላኽ መታን ክንከውን እዩ እግዚኣብሔር መጀመርያ ጸዊዑና። መጠቀምቲ ጥራይ ኣይኮናን። ክጥቀመልና ኣይኮነን እግዚኣብ መብዛሕትኡ እታ እግዚኣብሔር መጠቀሚ ዘይኮናስ ተጠቀምቲ እስኪ ኣነ መጠቀሚ ዘይኮንኩስ በሉ ተጠቃሚ መታን ክኸውን መጀመርያ ተጠቃሚ ክንከውን ይደሊ እግዚኣብሔር ካብኡ ክንጥቀም ካብኡ ክንባረር ካብኡ ክንረክብ ካብኡ ክንቅበል ካብኡ መታን እንታይ ክንገብር ክንቅበል እዩ ኢየሱስ ክርስቶስ እንታይ ኢሉ ነፍሱ ወከፍ ሰብ ካብ ሓጢኣቱ እናመለሰ ካብ ሓጢኣት እናመለሰ በሉ መታን ክባርኾ ሲ ኣምላኽ እንታይ ይገብር ኣለና ነቲ ሓደ ወዱ ቅድሚ ኩሉ ሃ ናባና ታይ ገበሮም ተራኣይኹም ኢየሱስ ናባና እትራኦም እዚ ዕላማ እዩ እስኪ ልማዕቲ ክብሪ ኢና እግዚኣብሔር መስገን ክርስቶስ ኣብ ክንዳና እንታይ ኮይኑ ሞይቱ ክርስቶስ ኣብ ክንዳና እንታይ ኮይኑ እዩ ሞይቱ እዩ ዝሞተሉ እስከ ኦፌሶን ሮሜ ሮሜ ሓሙሽተ ሽዱሽተ ክብሪ ኢና እግዚኣብሔር መስገን ሓሙሽተ የሱስ ጎይታ እዩ ኣሜን ክርስቶስ ኣብ ክንዳና እንታይ ኮይኑ ሞይቱ ስለምንታይ ኢየሱስ ስጋ ብሞት ስሌና ሞይቱ ስጋ ብሞት ዘብፅሐ ኢየሱስ እንታይ እዩ ቀጽሊልና ኣምበለይ መን እዩ ዘምበለይ ኦፌሶን ሮሜ ሓሙሽተ ሶሪ ሮሜ ሓሙሽተ ሽዱሽተ እስካብ ሸውዓተ ዘሎ ገሊኹም ከዓ ሮሜ ሮሜ ኣርባዕተ ዕስራን ሓሙሽተ ሞጎስ ማለት እዩ መዳ ድማ ቀዳማይ ጴጥሮስ ሰለስተ ዓሰርተ ሸሞንተ ክብሪ ንኣምላኽ ይኹን። የሱስ ጐይታ እዩ። ቀዳማይ ጴጥሮስ እ፣ ሰለስተ ዓሰርተ ሸሞንተ ያ ሪዎ እ፣ ኢየሱስ ንዚ ዕላማ እንታይ ገበረ? ኣይሞተን። ንምንታይ ዕላማ እዩ ሞይቱ? ኢየሱስ ስለ ርእሱ ድዩ ሞይቱ?

ገና ድኹማት ከለና ገና እንታይ ከለና ብድኻ ተጠቒዕና ከለና ኣብ ትሕቲ ድኻም ከለና ናይ ጽድቂ ተኻፈልቲ ዘይኮናስ ናይ ሓጢኣት ናብራ እናነበርና ከለና ድኻም ማለትሲ ኣብቲ ድኻም ዘሎሲ ብርታዐኻ ኣይግለጽን እዩ ወይ እቲ ናይ እግዚኣብሔር ነገር ኣይትፈልጾን ኢኻ ገና ድኹማት ከለና ክርስቶስ ምእንቲ መን? ምእንቲ መን? ምእንቲ ዓመጽቲ። ዓመጽቲ ኢልዎ ዘሎ ድማ ኣመንዝራ ዲኻ? ሰራቒ ዲኻ? ቀታሊ ነፍሲ ዲኻ? ሓሳዊ ዲኻ? ዋላ ዋላ ካልእ ካልእ እዚ ወዲ ምስ ወዲ ጓል ምስ ወዲ ማስቆኹም ኢሉ ጽሒፎም ኣሎ። ገሊኻትኩም ድማ ከምዚኦም ዝበልኩም ኢሉ ሰራቒ ብዙሕ ነገር ኣብዛ ዓለም እዚኣ ዝተገብረ ነገር ሓጢኣት። ሃውርያ ጳውሎስ ዝኾኑ መረዳእታ ናይ ጽድቅን ናይ ሓጢኣትን እዩ። እስኪ ሃውርያ ጳውሎስ በሉ። መረዳእታ ጽድቅን መረዳእታ ሓጢኣትን። ስለምንታይ ሃውርያ ጳውሎስ ስጋብ ቅትለት ናይ እስጢፋኖስ ዝበጽሐ ሰብ እዩ። መጨረሻ ሰብ እንታይ ገሩ ቀቲሉ እዩ። ኣነ ድማ ምስክር ናይ ቅትለት እስድራለስ ኣይገበርክን ገይረ ነይረ ኢሉ ሰሚረ ነበርኩ ኢሉ። ስለዚ እቲ ናይ መጨረሻ ሓጢኣት እንታይ ገይርኩ እኒ እስካብ ቅትለት ሰሚካ ትበፅሒ። እቲ ኣነ እዚ ቀዳማይ ኣንኮንኮላ ሃውርያ ጳውሎስ ንማሕበር ኣምላኽ ኣሳዳዲ ዝነበረ ሰብ እዩ። ሰብ ዝቐተለ ሰብ'ዩ፣ ዝኣሰረ ሰብ'ዩ፣ ሕማቕ ዝገበረ ሰብ'ዩ፣ ብናይ ኣይሁድነት ቅንኣት ብዙሕ እልም ዝበለ ሰብ ነሩ። ስለዚ ሃዋርያ ጳውሎስ ሓጢኣት ክረድኣና ንኽእል ኢና ማለት እዩ። ስለዚ ብሓጢኣትና መታን ከይንኽሰስ ወይ ከኣ ብሓጢኣትና ሰባትሲ። ንዓይ ንዓት ከመይ ገይሩ ኣብ መንግስተ ሰማይ ክኣቱ ዝብሉ ሰባት ኣለዉ ሓቀይ ድዩ ከምዚ ኣምላኽ እዚ ናይ ምሕረት ኣምላኽ ኣምላኽ እዚ ሰብ ዝቀተለ ሃወርያ ጳውሎስ እዚ እንታይ ገሩ ድዩ ምሕረት ገርሉ እዩ ኣጽዲቅዎ እዩ ህይወት ዘለኣለም ሂብዎ እዩ ተረዲኹምኒ ስለዚ ህይወት ጽድቂ ስለ ዝሃቦ ስለዚ ሰባት ሃዋርያ ጳውሎስ ሓጥእ ሰብ ከም ዝነበረ ብትኽክል እንድሕርያ ተረዲኦሞ፣ ኣምላኽ ከኣ ከመይ ገይሩ ከም ዘጽድቖ እንድሕርያ ተረዲኦሞ፣ ስለዚ ናብ ጐይታ ክመጹ ማዕረ ክንደይ ምሕረተኛ እንታይ ኢሎምሲ ኣነ ዝቐደማዮም ሓጥእ ሰብ። ኣነ እንታይ እም ቀዳማይ ሓጥእ ሰብ ንዓይ ኣብቶም ካልኦት ምሕረት መታን ከርኢ ስለዚ ሃዋርያ ጳውሎስ እንታይ ኢሉ ኣብ ካልኦት መታን ከርእስ እቲ ሓጢኣተይሲ ኤክስትሪም ዝኸደ እዩ ናይ ሃዋርያ ጳውሎስ ሓጢኣት ማለት እዩ ስለዚ ጐይታ ኢየሱስ ክርስቶስ ምእንቲ መን እዩ ሞይቱ ተኢልና ምእንቲ ሓጥእተኛታት ሰባት እዩ ሞይቱ ምእንቲ ዓመጽ እዪ ሞይቱ ኢየሱስ ክርስቶስሲ ምእንቲ ሓጢኣታትኛታት ታይ ገበረ ኢሉ ምእንቲ ሓጢኣትና በጃ እስኪ በጃ በሉ በጃ ማለት ታይ ማለት እዩ ንሱ ክመውት ንሕና ድማ ብህይወት ክንነብር እንሆ ገንሸል ኣምላኽ ሓጢኣት ዓለም ከኣ ታይ ዝገብር ዘርሕቅ እዩ። ስለዚ ኩሉ ግዜ የሱስ እንዳ እንዳ ሓሰብና ታንገፍት ክንከይድ ኣለና ኩሉ ግዜ ብዛዕባ የሱስ ክርስቶስ ክንሓስብ ክንክእል ኣለና እቲ የሱስ ንዓና ዝገበሮ ግብሪ ክርድኣና ኣለዎ። Scofield eh, kadamay ang balita tayo ba? Yes. ስለዚ የሱስ ምእንቲ እንታይ ሞይቱ? ምእንቲ ዓመጽቲ። እስኪ ምእንቲ ዓመጽቲ በሉ። የሱስ ምእንቲ ጻድቃናት ኣይኮነን። ምእንቲ ሕያዋት ኣይኮነን። ምእንቲ ትሑታት ኣይኮነን። የሱስ ዝመተ እንታይ እዩ? ዓማጽ ማለት እንታይ ማለት እዩ? ኣብ ቅድሚ ኣምላኽ ጽቡቕ ዘይብሉ ሰብ። ዓማጽ ማለት እንታይ ማለት እዩ? ኣብ ቅድሚ እግዚኣብሔር እንታይ ዘይብሉ? ሰናይ ነገር ዘይብሉ። ሕልንንኡን ኣተሓሳስብኡን ንሓጢኣት ዝተሸጠ። ኩሉ ድሮ ንሓጢኣት ዝተሸጠ እዩ። ዓማጺ ማለት ኣምላኽ እዩ፣ ሕልንኡ ዝሸጠ ካይተረፈ ማለት እዩ። የሱስ ነቶም ረሲኣን ነቶም ሕጊ ኣምላኽ ዝረስዑ ካይተረፉ እንታይ ገይርዎም እዩ? ኣምላኾም ዝረስዑ ሰባት ካይተረፉ ንኹሉ ሰብ እዩ ሞይቱ የሱስ። የሱስ ምእንቲ ጻድቃናት ኣይኮነን ሞይቱ። የሱስ ንመን እዩ ምእንቲ ንሕና ብእኡ እንታይ ክንከውን እስኪ ኣነ ብኡ ጽድቂ ኣምላኽ መታን ክኸውንስ በሉ ነቲ ሓጢኣት ዘይፈለጠ ኣብ ክንዳይ ሓጥእ ኮይኑ የሱስ ክርስቶስ ቀሪቡ ስለዚ ናይ ሓጢኣት ዕዳ የብልናን የሱስ ዝሞተሉ ምኽንያት ሓደ ንሕና ካብ ሞት ናብ ህይወት መታን ክንሳገር የሱስ ክርስቶስ እንታይ ኮይኑ ኣብ ክንዳና ዓመጽና ኣብ ክንዲ ዓመጽና እዩ ሞቱ እስኪ ናይ ዓመጽ ክሲ የብለይን በሉ። ናይ ዓመጽ ክሲ የብለይን። ናይ ትብዓት ጽድቂ እየ ተቐቢለ። ናይ ትብዓት ጽድቂ እየ ተቐቢለ። ኣሜን ብሩኻት ዘርኢ ስለዚ ንሕና ብጽድቂ ተባዓት መታን ክንከውን ተኻፈልቲ እቲ ጽድቂ ኣምላኽ መታን ክንከውን እዚ ክርስቶስ እንታይ ኮይኑ እዩ ኣብ ክንዲ ሓጢኣትና ሞይቱ እዩ። ኣሜን። እዞም በለይ ፊሱን ኣቦይ ሮሜ።
ንሱ ብሰሪ ሃገርና በጃ ተዋህበ ስለ ጽድቅና ውን ተሰ። ረቦ። ንሱ ስለ ሓጢኣትና እንታይ ገበረ በጃ። እስኪ ናይ ሓጢኣት ክሲ ኣብ ኣእምሮይ የብለይን በሉ። ናይ ሓጢኣት ክሲ ኣብ ኣእምሮይ የብለይን። ኣበይ ኣብዚ ኩሉ ግዜ እንታይ ኢና ንኸውን ሓጢኣትሲ ኩሉ ግዜ ሰብ ሰይጣን እንታይ እዩ ዝኸሶ ትማሊ ሰብ እንዲኻ ቀቲልካ ትማሊ ጥንሲ እንዲኺ ሰዲድኪ ትማሊ ከምዚ እንዲኺ ጌርኪ ትማሊ ናይ ትማሊ እዩ ሰይጣን ዘለዎ ሰይጣን ስመሩ ናይ ትማሊ እምበር ናይ ሎሚ ፋይል የብሉ ፋይል ኢየሱስ ክርስቶስ ኣብ መስቀል እንታይ ገርዎ እዩ ፋይል ሰይጣን ኣብ መስቀል ኣብቲ ክሮስ እንታይ ገርዎ እዩ ዓጽዎ እዩ ናይ ምንታይ ናይ ሓጢኣት ዕዳ ናይ ዓመጽ ዕዳ ናይ መርገም ዕዳ ኩሉ የሱስ ክርስቶስ ኣብ መስቀል እንታይ ጌርዎ እዩ ወዲእዎ እዩ ስለዚ ኩሉ ግዜ እንታይ ክንገብር ይግባኣና እዩ ስለቲ ኣብ መስቀል ተገብረልና ስራሕ ክንሓስብ ይግባኣና ክንሓስብ ይግባኣና ስለዚ የሱስ እምበኣር ኩላትና ዓመጽቲ ኢና፣ ኩላትና ሓጢኣተኛታት ኢና፣ ግን የሱስ ስለይ ዋጋ ከፊሉ እዩ። እንታይ እዩ ዝብል? ኩሉ ግዜሲ እንታይ ይብል? ኣብ የማን ኣምላኽ እንታይ ኣለኩም ይብለና? ጠበቓ፣ እስኪ ጠበቓ በሉ። ጠበቓ ማለት እንታይ ማለት እዩ? ናይ ኩሉ ዕዳውሲ ኣነ እንታይ ገይረ እየ? ከፊለ እየ። ስለዚ ዋጋ ኦም ጽድቅና ኣይኮነን ዘርኦ ግብርና ኣይኮነን ዘርኦ እቲ ኣብ መስቀል ዝፈሰሰ ስሌና ደም እዩ እግዚ ንእግዚኣብሔር ይኹን ንሰይጣን ይኹን ታይ ዝገብሮ ኣነ ዋግኦም ከፊለ እዮም ሓጥተኛታት እዮም ብርግጽ ኣነ ግን እቲ ዋጋ ታይ ገረ እየ ከፊለ እየ። ኣነ ክንደይ እየ ስለዚ ኩሉ ግዜ ናይ የሱስ ደም እንታይ ገርና እዩ ዋጋ ሂወትና ደም የሱስ ክርስቶስ እዩ ብዝሓልፍ ብሩርን ወርቅን ኣይኮንኩም እንታይ ገርኩም ኢልና እተዓደግኩም ኢልና ስለዚ ብደም የሱስ ክርስቶስ ህያው ዝኮነ ደም እስኪ ህያው ዝኮነ ደም በሉ ሎሚ እውን ይዛረብ እዩ ኣብ ቅድሚ ኣቦይ ይዛረብ ኣብ ቅድሚ ሰይጣን ይዛረብ ኣብ ሓያላት ይዛረብ ደም የሱስ ክርስቶስ ካብ ዝኮነ ይኹን ክስት ኣይገብረና ሓራ ገርና ኢና። ኣሜን። ስለዚ ክንርድኦ ክንክእል ኣለና። የሱስ ክርስቶስ ዝገብሮ ስራሕ ንዓና እንታይ ክንገብር ይግብኣና እዩ? የሱስ ምእንቲ ጻድቕ ኣይሞተን። ስለዚ እንታይ ክንኮን ኣለና? ኣብ ቅድሚ ኣምላኽ ትብዓት ኣለና። ኣሜን። ሓገይ? Yes። እንተ ኣለና እስኪ እቲ ቃል ከም ኣምላኽ ትብዓታልና በሉ። ከም ኣምላኽ ትብዓታልና። ዝተብዓተይ ከኣ ስም በሉ። ዝተብዓተይ ከኣ። ደም ኢየሱስ ክርስቶስ እዩ። ኦኬ ቀዳማይ ጴጥሮስ ምዕራፍ ሰለስተ ማለት ቀዳማይ ጴጥሮስ ዓሰርተ ሸሞንተ

ስለቶም ሓጠተኛታት ኢየሱስ ክርስቶስ ታይ ገሩ ናብ እግዚኣብሔር ኣቦ መታን ከቅርበና ናብ ኣምላኽ መታን ከቅርበናስ ታይ ኮይኑ ስለ ሓጠተኛታት ሞይቱ ስለ ዓመጽቲ ሞይቱ ኣነ እኳስ በሉ ሰናይ እንተዘይብለይ ኢየሱስ ግና ንዓይ ኣብ መስቀል ዓብይ ነገር ገሩ ኣሜን እብሎ ሀዘኒ ስለዚ እቲ ዓብይ ነገር ገበረልና ትብል ኣብ መዝሙር ዳዊት ዘላ እግዚኣብሔር ዓብይ ነገር ገበረልና ንሕና ድማ ብኡ ተሓጎስና ትብል እዚኤያ እያ እታ ስራሕ እዚኣ እያ ክተሕጉሰና ምክንያቱ ከመይ ገረ ካረዳኩም ህዝበኩም እንሆ ክርስቶስ እንታይ ገርሉ መድሓን ኣብ ዓድ ዳዊት እንታይ ገረልኩም ኣለኹ ኢልዎ እንታይ ኢልዎም ግን ንኹሉ ሰብ ዝኸውን ሓጎስ ንነግረኩም ኣልና ክርስቶስ ኣብ ዓዲ ዳዊት እንታይ ገረልኩም ኣሎ ተወሊድልኩም ኣሎ ስሉማ እንታይ ኢልዎም ንኹሉ ሰብ ዝኸውን ሓጎስ ስለዚ እዚ ሓጎስ ኣምላኽ ዓብይ ግብሪ ይገብረልና ክብል ከሎ ኩሉ ሰብ ዝሕጎሰሉ ግብሪ ከኣ እንታይ እዩ ተይልና ናይ መስቀል ስራሕ እዩ ናይ መስቀል ስራሕ እዩ። ኩሉ ግዜ ክንዓስብ ዘለና እንታይ እዩ የሱስ ዝገበሮ ነገር ኣብ መስቀል That's why ሃዋርያ ጳውሎስ በቃ ናይ ግድን ክትርድእዎ ዘለኩም እቲ ክርስቶስ ኣብ መስቀል ዝገበሮ ወይ ከኣ ኣምላኽ ኣብ ክርስቶስ ዝገበሮ ኣብ መስቀል ንዓኻትኩም ክትርድኡ ይጽልየልኩም ኣለኹ ኢሉ ስለምንታይ ኣብ ናይ ክሲ ህይወት ክነብሩ ኣይደልዮን እዩ። ኦፌሶን ማለት ብክልተ ነገር እንታይ ዝኾኑ እዮም ክልተ ዓይነት ህዝቢ እዮም ካብ ሓጢኣት ዝወጹ እዮም እቲ ዝስበኸሎም ዘሎ ጽድቂ፣ ንዓኹም እንታይ እዩ? ብዙሕ ነገር ክህልዎም ይኽእል እዩ፣ ግን ሃዋርያ ጳውሎስ ክርስቶስ ንዓኻትኩም ዝገበሮ ነገር ናይ ግድን ክትርድእዎ ኣሎኩም ኢሉ። ብዙሓት እውን እንታይ እዮም ዝገብሩ? እንታይ ይገብሩ እዮም? ንስኻ ደኣ ንግብርኻ ኩሉ ግዜ እንዳርኣዩ እንታይ ዝገብሩኻ ሰባት ከ ኣለዉ? ዝኸሱኻ ከምዚ እንዲኻ ንስኻ ከምዚ እንዲኻ ንስኻ ከምዚ እንዲኻ ንስኻ ዝብሉኻ እውን ኣለዉ። ኩሉ ግዜ ማለት እዩ። ግን ሃዋርያ ጳውሎስ ኣብ ኣብቲ ናይ ክርስቶስ ስራሕ ክሰርሕ ኣለኩም፣ እንተ ዘይተገዘርኩም ክትጸድቁ ኣይትኽእሉን ኢኹም ንዝብልዎም፣ ሕጊ እንተ ዘይተማላእኩም ክትጸድቁ ኣይትኽእሉን ኢኹም ንዝብልዎም ሰባት እንታይ ኢልዎም? ክርስቶስ ዝገበሮ ስራሕ ክትግንዘቡ ይጽሊ ኣሎ ኣሕዋተይ። ወይ ክርስቶስ ኣባኻትኩም ዝገበሮ ነገር ክትርድእዎ ይደሊ ኣለኹ። ሕጊ ዘይኮነስ እስከ ሕጊ ዘይኮነስ በሉ፣ ክርስቶስ ንዓይ ዝገበሮ ኣብ መስቀል ክርዳእ እዩ ዝደሊ እግዚኣብሔር። ነዚ ክንርዶ ይደሊ። ስለዚ የሱስ ክርስቶስ ምእንቲ መን እዩ ሞይቱ? ምእንቲ ዓመጽቲ እምበር ምእንቲ ጻድቃናት ኣይኮነን። እስኪ ዮሃ ሮሜ ሸሞንተ ዕስራን ሰላሳን ገለ ኣምላኽ ነቲ ሓጢኣት ድማ እንታይ ገብረልና እዩ ይብለና? ብ ክብሪ ንኣምላኽ ይኹን። ስለዚ ኢየሱስ እንታይ ኮይኑ እዩ? ንሕና ካብ ሞት መታን ክንትስእ ኢየሱስ ስሌና እንታይ ገይሩ? ሞይቱ። እዚኣ ኣታ ትርጉማ። ዝሞተሉ ዕላማ እንታይ እዩ? ንሕና ምዉታት ስለ ዝበርና ካብ ሞት እንታይ ገረና? ስጋብ ሲኦል ዝወረደ የሱስ ስጋብ እንታይ ወሪዱ? ስጋብ ሲኦል። ሰብ እንተመይቱስ በሉ ሲኦል እዩ ዝወርድ። ኣምላኽ ግን ካብ ሲኦል ከውጻና እዩ የሱስ ካብ ሲኦል እንታይ ገርልና እዩ? ወሪድልና እዩ። ኣም- ሰብስ እንታይ ዝገብር? እንድሕር ሞይቱ ሲኦል እዩ ዝወርድ። የሱስ ከዓ ካብ ሲኦል ከውጻና እንታይ ኮይኑ እዩ? ስለና ስጋብ ሲኦል ወሪዱ እዩ። ስጋብ ሲኦል ወሪዱ እዩ ኢየሱስ ክርስቶስ። ስለዚ ኢየሱስ ንዓና ዝገበሮ ሞት እንታይ እዩ? ንሕና ካብ ሞት ክንትስእ ወይ ከኣ ካብ ሞት ክንሳ ገሪሉ ስለና መስዋእቲ ኮይኑ እግዚኣብሔር ይመስገን። ኢየሱስ ክርስቶስ ጎይታ እዩ። ስለይ ስለኻትኩምን ኣብ መስቀል ተሰውኤ ኢየሱስ ክርስቶስ ኩሉ ግዜ ክንሓስብ ይግብኣና እዩ። እዚ ብትሰትዎ መዓልቲ መስዋእቲታት ኣውዲኹም ክትዝክሩ ኢኹም ኢልና። እዚ ብትሰትዎ መዓልቲ፣ እዚ ብትወስድዎ፣ ብዛዕባ እቲ ድራር ጎይታ ክዛረብ ከሎሲ ሞተይን ትንሳኤይን ክተውርዩ ኢኹም ኢሉ እግዚኣብሔር ይመስገን ኣነስ በሉ ዝውረ ውዕለት ክርስቶስ ኣለኒ ኣሜን ዝውረ ውዕለት ክርስቶስ ኣለና ኩሉ ግዜ ድራር ጎይታ እናዘከርና ብዛዕባ ሞቱን ብዛዕባ ትንሳኤኡን እንታይ ንገብሮ እዩ ኢየሱስ ዝገበሮ ነገር ኢና ነውሪ

በይና ማለት እንታይ ማለት እዩ? ንየሱስ ሓጥእ ገርዎ፣ ንየሱስ ኣብ ክንዳና ኣዋሪድዎ፣ ንየሱስ ኣብ ክንዳና ቀዚፍዎ፣ ኣብ ክንዳና ኣብ መስቀል እንታይ ገርዎ? መስዋእቲ፣ ገንሸል፣ ገርዎሲ፣ እቲ ካልእ ግን ስምፕሊ ንእግዚኣብሔር ማለት እዩ፣ ቀሊል ነገር እዩ፣ ቀሊል እዩ፣ ካልእ ክባርኸና እግዚኣብሔር ንዕኡ ቀሊል እዩ፣ እቲ ዝዓበየ ኢየሱስ ኣብ እንታይ ዝገበሮ ስሌና ዝስ ተበጆ ስለዚ ኣብ ክንዲ ኩላትና የሱስ ክርስቶስ እንታይ ኮይኑ እዩ በጃ ኮይኑ እዩ እስኪ በጃ ኮይኑ እዩ በሉ ኣነ እግዚኣብሔር ተበጀኹማ ኢሉ ሓቀይ እንታይ ግበር ኣይትፍራ ኣታ ያዕቆብ ባርያይ ኣነ እግዚኣብሔር እንታይ ገረካ እየ ተበጀካ እየ እሞ እንታይ ትኹን እስኪ ተበጅኒ ይበሉ ደም የሱስ እስኪ በሉ ተበጅኒ ኣይፈርዕን ፍርሃት ኃጢአት አለው ፍርሃት አለው ጽባሕ እንታይ ይኸውን? ይመውትዶ? ናብ ሲኦል ይውርድ? ገለ መለ ዘይኮነ፣ ኢየሱስ ስሌና ኣብ መስቀል ስለ ዝመተ፣ ኣታ ያቆብ ባርያይ ኣነ ተበጅየካ እየ እሞ እንታይ ትኹን ኣይትፍራህ። ኣሜን ስለዚ ደም የሱስ ክርስቶስ ኣብ መስቀል እንታይ ገይሩና እዩ? ተበጅዩና እዩ። ኣሜን። ኣሜን ደብረ ሀዝቢ እስከ በጅኒ በሉ ተበጅኒ እስከ ኃጢኣት በሉ ኃጢኣት ብስጋ ክርስቶስ በሉ ስጋ ክርስቶስ ተኾኒንካ ኣኻ ተኾኒንካ ኢኻ። ኮኒንዎ እዩ ዝብለና ከማን ኣብ ሮሜ ሸሞንተ እዩ ተረዲኡኒ ንኃጢኣት ኣግበሮ ብስጋ ብምስሊ ስጋ ወዱ ገሩ ኮነኖ ይብለና ታይ ኣይገብር ኣባና መታን ካይዓዪ ኣባና መታን ካየስልጥ ኣባና መታን ካየፍርስ ብስጋ ኢየሱስ ክርስቶስ ታይ ገሩ እዩ ተኾኒኒ እስኪ ተኾኒኒ ይበሉ ኣነ እስኪ በሉ ንክርስቶስ ንእግዚኣብሔር ኣቦ ተፈቲሐ ከምልኾ እየ ሓጢኣት ጨቋኒ እዩ ሓጢኣት ጭንቀት እዩ ሓጢኣት ኩሉ ግዜ እንታይ ይገብረካ ፍርሃት እዩ ዝዘርኣልካ ሓጢኣት ንኣእምሮኻ ነተሓሳስባኻ እዩ ዝጭቁኖ ኣምላኽ ግን ብወዱ ብክርስቶስ የሱስ ካብ ጭቆና እንታይ ገይሩና እዩ ሓራ ኣውፂእና እዩ እስኪ ካብ ሓጢኣት ጭቆና ወፂኤ እስኪ በሉ ሓጢኣት እንታይ ይገብረካ እዩ ነተሓሳስባኻ ይጭቁነ ሓጢኣት ነተሓሳስባ እታ ግብሪ ይጭቁኖ እዩ። ኣምበሩ ሓደ ክሲ፣ ካልኣይ ጭንቀት፣ ሳልሳይ ፍርሃት፣ ስግኣት ከምዚኦም ዝመሰሉ ኣብዚ ክሳምፂ እንታይ ይገብረካ ትራምቲ ከም ዘይትሓስብ ይገብረካ ማለት እዩ። መጻኢኻ ክትርኢ ኣይገብረካን እዩ። እስከ ሓጢኣት በሉ መጻኢኻ ክትርኢ ኣይገብረካን እዩ። ስለዚ ኢየሱስ ክርስቶስ ግን ነቲ መጋረጃ ሓጢኣት እንታይ ገይርዎ እዩ? ኣልዒልዎ እዩ እግዚኣብሔር ይመስገን። መጋረጃ ሓጢኣት እግዚኣብሔር ንኸይንርእዮ መጋረጃ ኮይኑ ሒዙልና ዝነበረ ንዘበናት እንታይ ገይርዎ እዩ? መጋረጃ ሓጢኣት እንታይ ገይርዎ እዩ? ቀንጢጥዎ እዩ። ሓደ ዝኾነ ክርስቶስ እንተመጸ መጋረጅኡ እንታይ ይገብረሉ ኢሉ? ይቕንጥጦ። ክብሪ ንኣምላኽ ይኹን። ስለዚ ነቲ ሓደ ወዱ እኳ ኣብ ክንዲ ኵላና እንታይ ዝሃቦ እስኪ በጃ በሉ። የሱስ ንመን እዩ ሞይቱ? ንዓይ ንዅላትና። ንዓይ ክትብሎ ትኽእል ኢኻ። የሱስ ናይ ግልኻ እዩ ናይ ሕብረት እዩ። ናተይ ጥራይ ንብሎ ኣይኮናን። ንኣብነት እዚ እንዳ ኣቦይ ኣብርሃም፣ ኣብርሃም ናይ ኵላኻትኩም እዩ። ናትካ ክትገብሮ እትኽእል ናይ ኩሎም እምበኣር ተወረስቲ ክትኾኑ ኢኹም። ስለምንታይ? ኩላኻትኩም ዘርኡ ስለ ዝኾንኩም፣ ካብኡ ስለ ዝኾንኩም። ክርስቶስ ናይ ግልና እዩ፣ ክርስቶስ ናይ ኩላትና እዩ። ስለዚ ክርስቶስ ንኹላትና እንታይ ኮይኑ? ንዋላ ሓደ ሰብ ንኹስተሉ ጥራይ ኣይኮነን ሞይቱ፣ ንሃዋርያት ጥራይ ኣይኮነን ሞይቱ፣ ነቶም ነባያት ጥራይ ኣይኰነን ሞይቱ፣ ነቲ ኣብቲ ሰዓትቲ ዘመን ዝነበሩ ጥራይ ኣይኰነን ሞይቱ። የሱስ ክርስቶስ እንታይ ኢዩ ሓንሳብን ንሓዋሩን ስለ ሓጢኣተኛታት እንታይ ገበረ ይብለና? የሱስ ሞተ። እስከ ሓንሳብን ንሓዋሩን እስኪ በሉ። ስለ ሓጢኣተኛታት የሱስ ሞይቱ። ሓንሳብ ስለምንታይ ከኣ? ንሓዋሩ ከኣ። እቲ መስዋእቲ ንዅሉ ግዜ እተሰውኤ ኢዩ የሱስ። ክብሪ ንኣምላኽ ይኹን። ስለዚ የሱስ ክርስቶስ ንምንታይ ሞይቱ እንተይልና ካብ ቁጥዐ ኣምላኽ መታን እንታይ ክንገብር? ክንድሕን። ካብ ቁጥዐ ኣምላኽ እንታይ ክንገብር? ግዜ ርኣየሉ ኢኻ መታን ከይንብለ ንመሹ። ካብ ቁጥዐ እዚኣ በዚኣ ወዲኣ እንተ ሓደ መዓልቲ እንተ ስቐይና ኣሜን ሕራይ። ስለዚ ካብ ምንታይ? ካብ ቁጥዐ ኣምላኽ። ኣምላኽ ቁጥዐ ኣምላኽ ኣበይ ዝግለጽ ሮሜ ሸሞንተ ሮሜ ሓደ ዓሰርተ ሸሞንተ ተሪኽሞ ቁጥዐ ኣምላኽ ኣብ ደቂ ዘይምእዛዝ ቁጥዐ ኣምላኽ ኣበይ ኣብቶም ደቂ ዘይምእዛዝ ስለ ዝግለጽ ስለዚ ኣምላኽ ንምንታይ ጸዊዕና ተይልና ኢየሱስ ስበሉ ኣብ ክንዳይ ስበሉ ተኣዚዙ እዩ ምእዛዝ ማለት እንታይ ማለት እዩ ምእዛዝ ኢየሱስ ምእዛዝ እንታይ ገረና ይመረና እዩ ሓደ ካብቲ ኣብ ንሱሲ ማዕረ ኣምላክ ክንሱ ኩሉ ዝክእል ክንሱሲ ታይ ገብረና ኣለና ስጋብ መስቀል ተኣዘዘ ይብለና ንምንታይ ተኣዚዙ ምእዛዙሲ ኣብ ክንዳናስ ቅሱስ ዝማኑ ምእዛዙስ እንታይ ገሪም ኣብ ኩሉ ክላትና ኣሪዩ ወይ ካብ ቁጥዐ ኣምላክ ታይ ክንገብር መታት ክነምልጥ ክሊስ የሱስ ስሌና ኣብ መስቀል ታይ ገሪዩ ተኣዚዙ ሮሜ ሓሙሽተ ትሽዓተ።

ጽድቂ ኣምላኽ ዝሰኣኑ ወላዶም ጽድቂ ርእሶም መታን ክተኹኑሲ ኣብ ትሕቲ ጽድቂ ኣምላኽ እንታይ ገበሩ? ኣይግዝኡን። ኣነ ግን ሓጥእ ምዃነይ ፈሊጠስ ኣብ ትሕቲ ጽድቂ ኣምላኽ እንታይ ገይረ? ኣግዚየ። ኣምላኽ ጽድቁ ዝሃበኒ እየ ጻድቕ ዝኸውን። ኣነ ግን ባዕለይ ክጸድቕ ከም ዘይክእል እንታይ ገይረ ኣለኹ? ተረዲእ ኣለኹ። ስለዚ እንታይ እዩ ዝብለና ዘሎ? ድገመለይ እታ ቃል። ብደሙ ብምንታይ ጸረግና ኢና? ብደሙ ደም የሱስ ንኹሉ እንታይ ኮነ ተዚዙ ብደሙ ካብ ጸረግና ሲ ካብ ትቁጣዕ ኣምላኽ ኣይኮና ኢና ኣምላኽ ቁጥዕ ኣለዎ ኣበይ ኣብቶም ደቂ ዘይምእዛዝ ኣብቶም ደቂ ዘይምእዛዝ ኣምላኽ ቍጥዕኡ ክገልጽ እዩ። በብዓል ወዱ ዝኣመነ ናይ ዘልኣለም ህይወት ኣላቶ፣ እቲ ዘይኣመነ ግና ድሮ እኳ ኣብኡ ኣንተ ኣሎቶ ኢሉ ቍጥዐ ኣምላኽ ኢሉ ኣሎ። ኩሉ ግዜ እንሰርሖ ካብ ወዲ ኣምላኽ እንተ ዘይኣሚንና እንታይ ኢና ንገብር? ንጽድቂ ዘይኮናስ ንቍጥዐ ኢና ንእክል። ሰብ ንጽድቂ ዝኸውን ኣይኮነን፣ ምኽንያቱ እዚ ዓለም ጽዋኣኣ ትመልእ እያ፣ ሓጢኣታ ትመልእ እያ። ኣብቲ ሓጢኣት ከኣ እንታይ ኣሎ? ቍጥዐ ኣሎ። እግዚኣብሔር ኣብ መጨረሻ ቁጥዑ ክታገብር እዩ ክገልጽ እዩ ስለዚ ብደሙ ካብ ጸለናሲ ከመይ ደኣ ካብ ቁጥዐ ኣምላኽ ዘይነምልጥ እስኪ ደም የሱስ ክርስቶስ በሉ ካብ ቁጥዐ ኣምላኽ ሓራ ይግብር ሓራ መታን ክትኮኑ ሲ ክርስቶስ ታገበረኩም ሓራ ኣውጻኩም ኢልና እግዚኣብሔር ተመስገነ እንደገና ድማ

ካብ ቁጣዕ ኣምላኽ ታይ ይሕግዘና እግዚኣብሔር ሓራ ስለዚ ዓለም ካብቲ ቁጣዕ ኣምላኽ እንታይ ኣይገበረትን ኣላ ኣይምለጠትን ኣላ ስለምንታይ እያ ካብ ቁጣዕ ኣምላኽ ዘይምለጠት ነቲ ዕርቂ እንታይ ገበረቶ ኣምላኽ ምስ በሉ ኦሮማይ ነቲ ሓጢኣት እንታይ ገይርዎ እዩ ዋጋ ከፊሉሉ ዋጋ ናይቲ ሓጢኣት እንተዘይተሰማሚዕኻሉ እቲ ኣምላኽ ዝገበሮ ነገር እንተዘይተሰማሚዕኻሉ ግን እቲ ቁጣዕ ኣምላኽ ኣብ መን እዩ ኣብቶም ዘይተሰማምዑ ማለት እዩ

ንህያው ኣምላኽ ከመይ ኢኹም ተገልግሉ ዘለኹም? ካብቶም ዓበሳት ኣማልኽቲ ሕጂ ዓባሶም መላእኽቲ እንታይ ይገብሩ ነይሮም እዮም? የገልግሉ ነይሮም። ሰብ ናይ ግድን ዘምልኾ ነገር ክረክብ ኣለዎ። ናይ ግድን እታ ኣብ ውሽጡ ናይ ኣምልኾ ስርዓት እግዚኣብሔርሲ ኣምላኽ ኣብ ውሽጡ እንታይ ገይሩሉ እዩ ንሰብ ናይ ኣምልኾ ስርዓት ገይሩሉ እዩ። ኣብ ዝኾነ ነገር ንኽገብር ሲ እቲ ናይ እግዚኣብሔር ስርዓት ኣሎ ንውሽጡ ግን ዝኾነ ሰብ እንታይ ክገብር እዩ ኣብ ዝኾነ ነገር እታ ክገብር ይደሊ ማለት እዩ ክውከል ስለዚ ተሰሎንቄ ኣማልኽቲ ነሮሞም እዮም ንዓባሳት መላእክት እዮም ንዓባሳት ጣዖታት እዮም ዘምልኹ ነሮም ግን እግዚኣብሔር ካብኡ ከመይ ገርኩም ከም ተሰሃብኩም ካብቲ ዝመጽእ ቁጥዐ ካብቲ ዝመጽእ ቁጥዐ ብክርስቶስ የሱስ ቀረብ ከመይ ገይሩ ከም ዘምለጡ ሃወርያ ጳውሎስ እዛረቦም ኣሎ። ስለዚ ኢየሱስ ክርስቶስ ኣብ መስቀል ንዓና ዝገበሮ ነገር እንታይ እዩ ተይልና ጥራይ ናይ ዘለኣለም ወይ ከኣ ካብ ናይ ዘለኣለም ህይወት ወይ ከኣ ጽድቂ ኣምላኽ ክበና ዘይኮነሲ ካብቲ ቁጥዐ ኣምላኽ እውን ጌታ እንታይ ገርና እዩ ኣምሊጥና እዩ።

ስለዚ ኣብ ፕሮፌሰር ውን ጽቡቕ ጌሩ ጽሒፉ ኣሎ ምዕራፍ ክልተ ንስኻትኩም ቀደም ከም ንብረት እዛ ዓለም እዚኣ ከምቶም እንታይ ዝበሃል እንዳበለ ብብዙሕ መንገዲ ገሊጽዎ ኣሎ ስለዚ ኣብ መጨረሻ ግን ካብቲ ቁጥዐ ኣምላኽ ከመይ ጌርና ከም ዘምለጥና እዩ ንኽልተ ሰባት ጌሩ ዘራኽቦም ስለዚ ንሕና ካብ ቁጥዐ ኣምላኽ ሓራ ወጺእና ኢና እግዚኣብሔር ይመስገን። ከምኡ ድማ ካብ ድኻምና እንታይ ጌርናዮ? ኣውጺእና እዩ። ድኻም፣ ብዝተፈላለየ ድኻም ዝነበርና ስም እግዚኣብሄር ዘይምጽዋዕ፣ ነቲ እተባህለ ነቲ እተፈጠርናሉ ነገር ዘይምንባር እንታይ ኩሉ ግዜ ድኻም እዩ። ስለዚ ኢየሱስ ክርስቶስ ድኻምና እንታይ ጌርዎ? እስኪ ድኻመይ ወሲድዎ እዩ በሉ። ድኻምና ወሲድዎ ኢየሱስ ክርስቶስ። ስለዚ ንሕና እንታይ ኢና ሓደ ካብ ክርስቶስ ዘሎ ወይ ከኣ እቲ ኣባኻትኩም ዘሎ ክርስቶስ ኣባይ ዘሎ ክርስቶስ እስኪ በሉ ብርቱዕ እምበር ድኹም ኣይኮነን። ስለዚ በቲ ብርቱዕ እንታይ ኢና ንሕና ብርታዓት ኢና። ኣባና ዘሎ መንፈስ እንታይ እዩ? ህያው ዝኾነ መንፈስ እዩ ዘለና። ብርቱዕ ዝኾነ መንፈስ እዩ ዘለና። በቲ ሓይሊ ዝበኒ ጎይታ የሱስ ክርስቶስ ንኹሉ እንታይ ገብረ ኢሉ ይኹእለ። ስለዚ ኣባና ዘሎ መንፈስ እንታይ እዩ? ሓይሊ ዝህብ መንፈስ እዩ እግዚኣብሔር ይመስገን ስለዚ ካብ ድኻም ድማ እግዚኣብሔር ታይ ገርና እዩ ኣውፂና እዩ ካብቲ ዝጠልቀና ዝነበረ ድኻም ካብቲ ዝፀቅጠና ዝነበረ ድኻም ኣውፂና እዩ እግዚኣብሔር ይመስገን ስለዚ እንታይ ማለት እዩ ፅድቂ ክንገብር ቅድስና ክንገብር እሲ ኣብ ውሽጥና እንታይ ኣለና መንፈሳዊ ሓይሊ ወይካ ፀጋ ሂብና እዩ። እግዚኣብሔር ስሙ ዝተባረከ ይኹን። ምናልባት ቲቶስ ሓንቲ እዚኣ ገሊፀ መዚኣ ቲቶስ ሰለስተ ካብ ሰለስተ እስካብ ሓሙሽተ ወዲ እየ ማለት እዩ ምክንያቱ እንታይ ዝበሃል ግዜ ክህልዎ እዩ ማለት እዩ እግዚኣብሔር ይመስገን ኣሜን ቲቶስ ኣንበል እዚኣ ሲስተር ቲቶስ ትረ

እንታይ ክብ እንታይ ክገብር ክርስቶስ ንዓና ንሕና ኣይኮናን ኣነ ኣይኮንኩን ንስኻ ኣይኮንካ ንስኺ ኣይኮ- እ፣ ኣይኮናን ንሕና ብ- እ፣ ባዕልና ኣይኮናን ናብ ኣምላኽ ቀሪብ ኣምላኽ እዮ ንወዱ ብክርስቶስ ገሩ እንታይ ገርና ኣቕሪብና ናብ ኣምላኽ ዝቐረብናስ ብክርስቶስ ገርና ኢና ካብቲ ቁጥዐ ረእይዎ ኩሉ ክፍኣት ጉርሒ ብኹሉ ናይ ትምኒት ስጋ ዝተጸበና ሰባት ኢና ኣባና እዚ ዘፍንፍን ግብሪ ይንርፍ። ኣምላኽ ግን ንወዱ ብክርስቶስ ኢየሱስ ልኢኹ ነቲ ዘፍንፍን ሕይወት ካብ ሕይወትና እንታይ ገሮ ማለት እዩ? ኩሉ ኣርሒቁ ናቱ ገርና እግዚኣብሔር ኣምጺኡ። ኣብ ክንዲ ሓደ ጻድቕ ዝሞት ማልባት ኣብ ማልባት ሓደ እኳ ኣይህሉ ማልባት ኣብ ክንዲ እቲ ጽቡቕ ዝገበረሉ ይህሉ ንዓመጽካ ነቲ ዝበደለካ ሰብ ክትሞተሉ ይኽእልካ በፍጹም ናቱ ሞት ኢኻ ትጽበ ናቱ ጥፍኣት ኢኻ ትጽበ እስኪ የሱስ በሉ ድገሙለ ኢየሱስ ክበሉ ብናይ ዘለኣለም ፍቕሩ ኣፍቂርኒ ብናይ ዘለኣለም ፍቕሪ ኣፍቀርኩ እይ ኢልዋ እዚኣ መርኣይለ ኤርምያስ ሲሳ ናይ መወዳእታ ማለት ኤርምያስ ኤርምያስ

ርይዎ ኣቲ ድንግል እስራኤል ኣምላክስ እንታይ ገርና መጀመርያ ፍቅ ኣፍቂርና እዩ ኣፍቅርና እዩ ስለ ዘፍቅርና እዩ ብናይ ዘላኣለም ፍቅሪ ኣፍቀርኩኺ እዩ ብናይ ዘላኣለም ፍቅሪ ኣፍቀርኩ ብምሕረተይ ከኣ እንታይ ገበርኩኺ ሰሓብኩኺ ኣቲ ድንግል እስራኤል ከም ብሓድሽ ተሃገረኪ እየ ዶ ክሃንጸኪ እየ እሞ ገለመለ እንዳበል ስለዚ ኣምላኽሲ ስለ ዘፍቅረና ናይ ዘለኣለማዊ ፍቕሩ ኣብ ምንታይ ገሊጽልና እዩ? ኣብ መስቀል ገሊጽልና እዩ። ትርጉም ዘይብሉ ኣልቦ መታን ከይንኸውን፣ ተስፋ ዘይብልና መታን ከይንኸውን፣ ኣምላኽ ዳግማይ ዕዱል ይህበና። እታ ዕዱ እቲኣ ድማ ካብቲ ቁጥዐ ኣምላኽ ኣምሊጥና ናይ ዘለኣለም ህይወት እንረኽበሉ፣ ካብ ሓጢኣት እንወጽኣሉ ብደም ኢየሱስ ክርስቶስ ብናይ ሞት ክርስቶስ ኢየሱስ ገርና ኢና ጥራይ ክንከይድ ንኽእል። That's why ኢየሱስ ክርስቶስ እንታይ ኢሉ ብዘይ በኣይ ሓደ እኳ ናብ ኣቦ ዝመጽእ የለን። ኣነ መንገድን ሓቅን ህይወትን እየ ኢሉ እግዚኣብሔር ይመስገን ጎይታ ኢየሱስ ይባርኩም።